ወርሓዊ ጽግያትና ዝሓዝዎም ዝተፈላለዩ ቀለማት ኣብ ህሉው ኩነታት ጥዕናና ዝሕብሩና ምልክት ከም ዘለዉ ንፈልጥ ዶ? ሰላም ሰላም ሽኮሪናታት ኣሕዋተይ ኣብ ኩሉ ኩርናዓት ዓለም እትርከቡ ሰላምኩም ብዝሕ ይበለለይ እንቋዕ ደሓን መጻኹም ናብ ቻነለይ እንዳበልኩ ንሎሚ ድማ ሓጻርን ጠቓሚትን እያ ዝበልኩዋ ቪድዮ ሒዘልኩም መጽየ ኣለኹ ከምቲ ዝረኣኹሞ ኣብቲ ኣርእስቲ ንደቂ ኣንስትዮ ትጠቅም ኮይና ብዛዕባ ናይ ወርሓዊ ጽግያትና ዝሓዝዎም ቀለማት እንታይ እንታይ ዓይነት ሓበሬታ ከም ዝሕብሩና ሓቢርና ክንርኢ ኢና ማለት እዩ ቅድሚኡ ግን ንኹላትኩም ኣብ ኩሉ ኩርናዓት ዓለም ኮንኩም ነዛ ቪድዮ ትከታተሉ ዘለኹምን ከምኡ ውን ሳፖርት ትገብሩኒ ደለኹም ፈሎው ትገብሩኒ ዘለኹምን ኣዝየ ኣዝየ ካብ ልቢ እየ ዘመስግነኩም የቐንየለይ ከምኡ ውን ሓደሽቲ ተኾንኩም ነዛ ቻነል ምሳኹም ዘለኹ ሰዓሪት እየ ሳብስክራይብ ብምግባር ቤተሰበይ ክትኮኑ ብኽብሪ ይዕድመኩም ከምኡ ውን ነታ ናይ ደወል ምልክት ጠውቕዋ ኣብ ቀጻሊ ጠቓሚ ዝበልኩዎ ቪድዮ ሼር ክገብር ከለኹ ብቐጥታ ክበጽሓኩም ማለት እዩ እምበኣርከ ሽኮሪናታት ኣሕዋተይ ሕጂ ናብቲ ኣርእስቲ ክወስደኩም ሰናይ ምክትታል ከምቲ ንፈልጦ ኩላትና ደቂ ኣንስትዮ ካብ ዓሰርተ ክልተ ዓመት ንላዕሊ ኩላትና ወርሓዊ ጽግያት ይረኣየና እዩ። ንቡርን ተፈጥራውን ኮይኑ ድማ ግን ከኣ ዕድሜና ኣብ ንደፍኣሉ ግዜ ድማ እቲ ወርሓዊ ጽግያት የቋርጸና ማለት እዩ። ከምእውን ሓንቲ ጓል ኣንሰይቲ ነብሲ ጾር ምስ ትኸውን ድማ እቲ ወርሓዊ ጽግያት ክሳብ እቲ ቆልዓ ዝውለድ ይቋረጽ ማለት እዩ። ነብሰጾር ምስ ዘይንኸውን ግን እቲ ወርሓዊ ጽግያት በብወርሑ ተተሓሒዙ ተሓጻጺቡ ድማ ንደገ ይፈስስ። እዚ እቲ ልሙድን ንቡርን ዝኾነ ኣብ ኩለን ደቀንስትዮ ዝረኣ ነገር'ዩ። ወርሓዊ ጽግያትና ዝሓዝዎም እቶም ዝረኣዩ ሕብርታት ድማ ኣብ ህሉው ኩነታት ጥዕናና እንታይ ዓይነት። ሓበሬታ ከም ዝህቡና ንእሽተይ ዝፈልጣ ዓቕመይ ከካፍለኩም እየ። ሓቢርኩም ክሳብ መጨረሽታ ምሳይ ክትጸንሑ ብኽብሪ ይዕድመኩም። ክቡራት የሕዋተይ እዚ ክንብል ኮለና ድማ ምናልባት ንኹላትና ደቂ ኣንስትዮ ኩሉ ግዜ ወርሓዊ ጽግያት ክመጻና ከሎ ሓንቲ ዓይነት ሕብሪ ወይ ድማ ሓንቲ ዓይነት ቀለም ሒዙ ይመጻና ማለት ኣይኮነን። እንታይ ደኣ ምናልባት ሎሚ ቀይሕ እንተ ደኣ መጺልና ካልእ ግዜ ድማ ጽልም ዝበለ ክመጻና ይኽእል እዩ፣ ካልእ ግዜ ድማ ብራውን ክመጻና ይኽእል እዩ። ከምዚ ክኸውን ከሎ ድማ እንታይ'የ ኮይነ፣ ሓሚመ ድየ፣ እንታይ'ዩ ገለ ኢልና እንጨናነቕ ሰባት ብዙሓት ኣለና። ስለዚ እቶም ኣብ ወርሓዊ ጽግያትና ዝረኣዩ ዝተፈላለዩ ዓይነት ሕብርታት፣ ነቲ ህሉው ኩነታት ጥዕናና ዝገልጽዎ ነገራት ስለ ዘሎ፣ ንዕኡ ሓቢርና ክንርኢ ኢና። እምበኣርከስ ሕጂ ሓሙሽተ ዓይነት ሕብሪ እንታይ እንታይ ዓይነት ሓበሬታ ይህቡና? ቀዳማይ፣ ሮዛ ዓይነት ሕብሪ እዩ። ሮዛ ዓይነት ሕብሪ ዝሓዘ ወርሓዊ ጽግያት ምስ ዝህልወና፣ ናይ ሕማም ምልክት ማለት እዩ። ብፍላይ ብፍላይ ድማ ካብ ሸውዓተ ሸሞንተ ንላዕሊ ዘሎ እቲ መዓልቲ እንዳቐጸለ እንተደኣ ከይዱ ተቐላጢፍና ናብ ሕክምና ዶክተር ክንረኣ ይምከር ማለት እዩ። ካልእ ድማ ብኻልእ መንገዲ ድማ ናይ ጥንሲ ምልክት እውን ክኸውን ስለዝኽእል ናብ ዶክተር ኬድና ክንረኣ ይምከር ማለት እዩ። ካልኣይ ቀይሕ ኮይኑ ቁሩብ ህስስ ዝበለ ማለት እዩ። ቁሩብ ፍዝዝ ዝበለ ሕብሪ ወርሓዊ ጽግያት ምስ ዝህልወና ድማ ጽቡቕ ዝኾነ ኩነታት ጥዕናና ከምዘለና ይሕብረና ማለት እዩ። ኮይኑ ግን ምናልባት ካብ ሸውዓተ ሸሞንተ ንላዕሊ እንተድኣ ቀጺሉ ግን ተቓላጢፍና ናብ ዶክተር ኬድና ክንምርመር ከም ዘለና ድማ ይሕብረና ማለት እዩ። ሳልሳይ ቀይሕ ሕብሪ ምስ ዝህልወና ድማ ቀይሕ ዝሓዘ ሕብሪ ወርሓዊ ጽግያት ምስ ዝህልወና ብጣዕሚ ብጣዕሚ ኣብ ጽቡቕ ኩነታት ጥዕና ከም ዘለና ድማ ይሕብረና ማለት እዩ። ራብዓይ፣ ፍዝዝ ዝበለ ማሮ ወይ ድማ ማሮ ደሚቕ ወይ ድማ ናብ ጸሊም ገጹ ዝኸደ ማሮ ማለት እዩ። እዚ ዓይነት ዝሓዘ ወርሓዊ ጽግያት ምስ ዝህልወና ድማ ብዙሓት ብዙሓት ደቂ ኣንስትዮ በዚ ዓይነት ሕብሪ ክረኣየና ከሎ ንጨናነቅ ሰባት ኣለና እዚ ግን ምንም ዘጨንቅ ነገር የብሉን ኖርማል ምዃኑ እዩ ዝገልጽ ስለምንታይ ደኣ ማሮ ወይ ድማ ናብ ጸሊም ገጹ ከይዱ ንዝብል ሕቶ ድማ እቲ ዝፈሰና ደም ውሑድ ስለ ዝኾነ ካብቲ ውሽጢ ንደገ ክወጽእ ከሎ ቀስ እንዳበለ ስለ ዝወጽእ ካብቲ ተበጊስዎ ዘሎ ክሳብ ደገ ክሳብ ዝበጽሕ እቲ ሕብሪ እንዳ ተቐየረ እንዳ ተቐየረ ቀስ ብቐስ እዩ ናብ ማሮ ወይ ድማ ናብ ጸሊም ገጹ ዝቕየር ማለት እዩ። ስለዚ በዚ ዓይነት ሕብሪ ወላ ሓንቲ ዘጨንቕን ዠጨናንቕን የብልናን ማለት እዩ። ካልእ ድማ ክልተ ነገራት ኣሎ እቲ ሓደ ቀይሕ ጀሚሩ ኣብቲ መወዳእታ ወርሓዊ ጽግያትና ዝውድኣሉ ግዜ ኣብኡ ግዜታት እዩ እቲ ሕብሪ እንዳቐየረ ዝኸይድ እቲ ካልኣይ ድማ ብማሮን ጀሚሩ ወይ እንዳጸለመ ይኸይድ ወይ ድማ ብማሮን ይውድእ ማለት እዩ ስለዚ ከምቲ ዝበልኩኹም እቲ ዝፈስስ ደም ውሑድ ስለዝኾነ ክሳብ ዝወጽእ ግዜ ስለዝወስድ ኣብቲ መንገዲ ጥራይ እዩ ዝጽልምን ወይ ድማ ማሮ ዝኸውን ማለት እዩ። ካልእ ብተወሳኺ ኣብቲ ርእሲ ማሮ ምዃኑ ወይ ድማ ጸሊም ምዃኑ ከምዚ ዝረገዐ ዓይነት ደም ቆቁሩብ ነናኣሽቱ እንተ ደኣ ሃሊና ውን እሱ ውን ልክዕ ከምቲ ዝበልኩኹም ናይ ምዱንጓይ ናይቲ ደም ምፍሳስ ምዱንጓይ ስለ ዝኾነ ከምኡ ክጋጥም ይኽእል እዩ። ካብኡ ሓሊፉ ግን እቲ ዝረገዐ ደም ግዝፍ ግዝፍ ዝበለ እንተ ደኣ ኮይኑ ከምኡ'ውን ካብቲ ንቡር ካብ ሸሞንተ ንንዮው ዘሎ መዓልቲ እንተድኣ ቀጺሉ ናይ ሕማም ምልክት ምዃኑ ፈሊጥና ተቓላጢፍና ናብ ሓኪም ክንረኣን ወይ ድማ ክንምርመርን ድማ ይግበኣና ማለት እዩ። ሓምሻይ፣ ኣራሾኒ ዓይነት ኮይኑ ግን ከኣ ከምዚ ብጫ ዓይነት ወይ ድማ ርስሕ ዝበለ ዓይነት ዝተሓዋወሰ ነገር እንተደኣ ኮይኑ ድማ እዚ ቀለም እዚ ድማ ናይ ሕማም ምልክት ይሕብረና ማለት እዩ ወይ ድማ ናይ ኢንፌክሽን ምልክት የርእየና ማለት እዩ ስለዚ እዚ ዓይነት ምልክት ምስ ዝህልወና ተቓላጢፍና ናብ ዶክተር ክንረአ ይግባኣና ማለት እዩ ኣብ ርእሲኡ ድማ እዚ ዓይነት ምልክት ምስ ዝረኣየና ከም ፃዕዳ ሽጉርትን ከምኡ እውን ከም ርግኦ ናቹራል ዝኾነ ርግኦን ምምጋብ ከነዘውትር ይግብኣና ማለት እዩ። ንኣብነት ጻዕዳ ሽጉርቲ ማለት እዩ፣ ጻዕዳ ሽጉርቲ ብከም ሰላጣ ዓይነት ጌርና ድዩ ወይ ድማ ኣብ ንእሽተይ ኩባያ ማይ ኣሊኽና ሓዲርና ንግሆ ንግሆ እቲ ማይ እንተደኣ ሰቲናዮ ነቲ ክጅምረና ዝሓስብ ዘሎ ኢንፌክሽን ድዩ ወይ ድማ ነቲ ዘለና ኢንፌክሽን ከፍውሰልና ይኽእል እዩ ማለት እዩ። እቲ ካልኣይ ድማ ርግኦ ማለት እዩ። ርግኦ ድማ መዓልታዊ ክንምገብ ክንክእል ኣለና። ወይ ድማ እቲ ኢንፌክሽን ኣብ ከባቢ ብልዕቲ እንተደኣ ዝረኣ ኾይኑ ንዕኡ እውን በቲ ርግኦ ጌርና ክንለኽዮ ይምከር ማለት እዩ። እዚ ኮይኑ ግን ሓንቲ ነብሲ ጾር ዝኾነት ጓል ኣንሰይቲ እቲ ርግኦ ኣብ ብልዕታ ክትደርዞ ኣይምከርን'ዩ። ስለምንታይ? ናይ ቀጭቀጭ ምባልን ከምኡ'ውን ናይ ምሕኻኽን ባህርያት ስለ ዘለዎ ማለት'ዩ። እዚ ጻዕዳ ሽጉርትን ወይ ድማ ርግኦን ማለት'ዩ፣ ካብ ወርሓዊ ጽግያት ወጻኢ'ውን ዝኾነ ዓይነት ስምዒት ናይ ኢንፌክሽን ኣብ ውሽጥና ምስ ዝህልወና ቅድሚ ዶክተር ምኻድና ይኹን ድሕሪ ዶክተር ምኻድና ኩሉ ግዜ ክንጥቀሞ ይግበኣና ማለት'ዩ። ኣብ ዓለምና ብዙሓት ደቀንስትዮ ነዚ ናቹራል ዝኾነ መድሃኒት ብምጥቃም ቴስዓ ካብ ሚእቲ ከም ዝሓወያ ድማ ይንገር ማለት እዩ። እምበኣርከስ ሽኮሪናት ኣሕዋተይ ናይ ሎማዓንቲ ሒዘያ ዝመጻኹ ቪድዮ ከምዚኣ ትመስል። እስኹም ድማ ትፈልጥዎ ነገር እንተደኣ ሃሊኩም ወይ ድማ ትውስኽዎ ነገር እንተደኣ ሃሊኩም ፕሊስ ኣብቲ ኮመንት ጸሓፉለይ። ስለምንታይ ኣነ እውን ዘይፈልጦ ነገራት ካባኹም ክፈልጥ ስለ ዝደሊ ማለት እዩ። ከምኡ እውን ነቲኦም ካልኡት ኣንበብትን ነዛ ቪድዮ ዝርእዩዋን እውን ብተወሳኺ ጠቓሚ ክኸውን ስለ ዝኽእል ተትፈልጥዎን ከምኡ እውን ሓሓሳብ ዘለኩምን ኣብቲ ኮመንት ክትጽሕፍለይ ድማ ይላበወኩም ማለት እዩ። እምበኣርከስ ሽኮሪናታት ኣሕዋተይ እዛ ናይ ሎማዓንቲ ቪድዮ ኣብዚ ወዲኤ ኣለኹ። ፈቲኹማ ክትኮኑ ተስፋ ይገብር። እንድሕር ፈቲኹማ ላይክ ምግባር ኣይትረስዑ። ከምኡ እውን ጠቓሚት ኮይና እንተረኺብኩማ ድማ ኣብ ኣሕዋትናን መሓዙትናን ንክትበጽሕ ሼር ንግበራ። ኣብ ቀጻሊ ጠቓሚ ብዝበልክዎ ቪድዮ ሒዘልኩም ክሳብ ዝመጽእ